ኦኬ ኦኬ ኣሞይ በቃ ከምኡ ንገብር ሕጂ እንታይ ትገብሪ ኣሞይ እ ንሚሊ ኣብዚ ምሳኺ ትኹን ኣብዚ ግበርያ ኦኬ ሽዑ ትመሃር ኣብዚ ዓባይ ሰብ ትኸውን ኦኬ። እዋይ ኣበይ ክኽእላ ንስኹም ን መኪናኹም እምበር ዋጭ ዋጭ ከተብሉ እንዳ ወዓልኩም ኣነ ከመይ ኣቢለ ክእለኩም። ንስኺ ደኣ ዘረባን ጥዕናን ክትኮኒ ኢኺ እምበር እንታይ ደኣ። ያእ ኣሞይ እንታይ ኢላትኒ ንሚሊ ንዓይ እ ኣባሓጎይ ጊላይ ብዙሕ ተዛራባይ ነይሩ ኢላትኒ ሓቃ እያ። ዎይ ኣሳ እንድያ ትፈልጦ ልዕሌና ቦኽሪ ገዛና እንድያ ንሃንስ ሓወይ እኮ ተዓብያ። ሪኢኻ ዶ ዮሴፍ ሓወይ ኣሞይ ሓቂ እያ ትዛረብ ምስ ኣባሓጎይ ጊላይ ከኣ ንሕና ክልቴና ኢና ንዕልል ኔርና። ኦኬ እንታይ ኢሉኪ ማሰ ይብለልኪ ኔሩ እንታይ ኢሉኪ? እወ ሚለና ዶ ክብለኪ ሚለን ጓለይ ሽመተይ ዶ ክብለኪ ማዕረገይ ዘውደይ ዶ ክብለኪ ኣኽሊለይ ሂበኪ ኣለኹ ጥበበይ ሂበኪ ኣለኹ ዕድመይ ክብርትን ሕፍርትን ኩኒ ኣብ ዓሌተይ እዝግዮ
ኣሞይ ኣቦይ እዚ ናይ ቆልዓ ዘረባ ኣይኮነን እዚ ናይ ቆልዓ ዘረባ ኣይኮነን። ብኸምኡ እንድያ ደኣ ኩላ ስድራ ቁሊሕ ኢላ ዘይትጥምታ። ጀናይ ሓወይ ድማ ኣብዛ ጥቓይ ከይተቕርቡለይ እዩ ዝብላ። ሓው ኣቦይ ደኣ ኣምላኽ ስለ ዝፈትዎ እዩ እምበር ቆልዓ ዘይፈቱ ርእይ ከብሎ እንከሎ ጓል ሓወይ ኢሉ እዩ ዝሃድም። ያ ያ ንስኺ ንዕኡ ከይትዛረብዮ ይፈርሕ እስኹም እንታይ እዩ ትብልዎ ኣሽሙር ኣሽሙር ከይትዛረብዮ ፈሪሑ። ሓወቦይ ክንዲ ንእዲ ኣብ ጁቡኡ መሊኡ ሰላዲ ምስ በለቶ እንድዩ ገጽ ኣይትሃብዋ ኢሉ ምስ ሃንስ ሓወይ ተማዒቱ። ያ ሓወቦይ ክንዲ ንእዲ ኢልክዮ ያ እሞ ሓወቦይ ገግለጅፍ እዮ ከብዱ ስራሕ ይፈቱ ግን ገጅፍ እዮ ከብዱ።
በሉ ደቂ ሓወይ ንዓይ እውን ኢንታ ከይውጻኹምለይ ቁርስኹም ክህበኩምሞ ደገ ከድኩም ክትጻወቱ። ንሙሴ ከኣ ክነግሮ እየ ኣጻውድተዎም ክብሎ እየ። እቲ ሙሴስ ክፍተወካ ትማሊ ኣዕልል ኣቢልና ምስ ዮሴፍ ሓወይ ድማ እንግሊዝ ተዛሪብና። ያ ያ እሞይ ሓቃ እያ ኣነ ንሙሴ ፈቴዮ ኣለኹ ፈቴዮ። ሚለን ጓለይ
እዞም ቆልዑ ገዛውቲ ከይጸርፉኺ ሃለውለው ኣይትበሊ ርዝን በል እዛ ጓለይ ሕረ። ዋ እሞ ንዓድኹም ዕላል ዕልል እናተበሉልኸ ሙሴ እኳ ትማሊ ድረፍለይ ኢሉኒ ድርፍ ኣቢሉለይ። እሰይ ያ ያ ደሪፋትሉ ሽዑ ንሱ ንፍዕቲ ኢልዋ ደሪፋ ንሳ ንፍዕቲ ኢልዋ እሞይ ክደርፍ ኣልክደን ዳ ኣታ ሓንቲ ሓንቲ ሓንሳ ጓለይ እ፣ ምሸት ክንድቅስ ከለና ትጽውት ክነብል ኢና ሕጂ ቁርሲ ክቕርበልኩም እሞ ኬድኩም ክትጻወቱ ሃራ ኦኬ ኦኬ ኣሞይ ሕጂ